ሰላም ከመይ ትዕሉ ዘኸበርኩም ተኸታተልቲ ቃርፋ ሚድያ ዋላ ብልፅግና ይእቶ ዋላ ዕድዋን ክባን ይነዋሕ ዘድልዩ ዝኸፈአ ኩነታት ይሃሉ ከይትጋደል ካብ ሰራዊት ወፃኢ ዝብሉ ትግራይን ህዝባን ብምብታን ዝዓገቡ ክሳዕ ዝኾነ ብከምዚ ምቕፃል ኣይከኣልን ላዕለዋይ ኣመራርሓ ሰራዊት ትግራይ ተጋዳላይ ሞሽ በየነ ታሪኻውያን ጸላእቲ ኣብ ልዕሊ ኣምሓራ ካብ ዝፈጸምዎ ንላዕሊ በስም ናጻ መውጻእቲ ዝተወደበ ጉጅለ ዝኸፍኣ ነገር ፈጺሙልና'ዩ ኢሎም ኣይተ ተመስገን ጥሩነህ። ፕሬዝዳንት ኬንያ ነበር ዝመርሖ ጉጅለ ተዓዛቢ መረጻ ኣዲስ ኣበባ ኣትዩ። ግብጺ ካብ ቀይሕ ባሕሪ ወጻኢ ዝኾና ሃገራት ኣብ ቀይሕ ወሽመጥ ዓደን ዝምልከት ጸጥታውን ፖለቲካውን ምስታፍን ምትእትታውን ተቐባልነት ከምዘይብሉ ትገልጽ። ዋላ ብልፅግና ይእቶ ዋላ ዕፅዋን ክባን ይናዋሕ ዘድልዩ ዝኸፈእ ኩነታት ይሃሉ ከይትጋደል ካብ ሰራዊት ውፃእ ዝብሉ ትግራይን ህዝባን ብምብታን ዝዓግቡ ክሳዕ ዝኾኑ ብኸምዚ ምቕፃል ኣይከኣልን። ላዕለዋይ ኣመራርሓ ሰራዊት ትግራይ ተጋዳላይ ሙሽሩ የነ። ተጋዳላይ ማሾ በየነ ብምኽንያት መበል ሰላሳ ሓሙሻይ ዓመት በዓል ዓወት ዒስራ ኣብ ከተማ መቐለ ኣብ ዝተኻየደ እዋን'ዩ። ኣብ እዋን ቃልሲ ብጸላኢ ተሰሪዖም ንጸላኢ ዝሓድሩን ህዝቦምን ዓዶምን ኣሕሊፎም ዝህቡ ነጭ ለባሽ ተባሂሎም ዝፍለጡ ኣብ መንጎ ህዝቢ ብምእታው ጸገማት ይፈጥሩ ከምዝነበሩን ተዛሪቦም። ብሓይሊ ቃልሲ ህዝብን ሰራዊትን ከምዝተወቐዑ ብምግላፅ ድማ ሕዚ ንህዝቦምን ዓዶምን ኣሕሊፎም ብምሃብ ኣብ ደምበ ፀላኢ ኮይኖም ንትግራይ ክብትኑ ዝቃለሱ ከምዘለዉ ሓቢሮም። ኣብ ከይዲ ቃልሲ ዘጋጠሞ ሕንፍሽፍሽ ከባብያዊነት ዝወለዶም ከበድቲ ሓደጋታት ቃልስና ነይሮም ዝበለ ተጋዳላይ መዓሾ፣ ኣንፃር ህዝብን ረብሓታት ህዝብን እናሰራሕኻ ከባብያዊነት መዕቆቢ ብምግባር ፀረ ህዝቢ ዝኾነ ልኡኽ ዘለዎም ተቐባልነትን ባይታን እንትስእኑ ንሕንፋሽ ቃልሲ ኣብ ዕንይንይ ክኣቱ ንምግባር ዝገብሩ ፈተናታት ብቓልሱ ከም ዝሰዓሩን እዞም ሎሚ እንሪኦም ዘለና ትማል እውን ዝነበሩ እዮም ክብሉ ተሰሚዖም። ዕፅዋን ክባን ኣብ እዋን ቃልሲ ዓሰርተ ሸውዓተ ዓመታት ህዝቢ ትግራይ ዘጋጥሞ ፈተና ዝነበረ ምዃኑ ብምግላፅ ሓያል ጠምየትን ድርቅን ኣብ ዘጋጠመ እዋን ደርጊ ብክባን ብኹናትን ህዝብና ንምድሓን ናብ ሱዳን ንምውፃእ ኣብ ዝገበርናዮ ስራሕ ድማ ሻዕብያ ዝገበሮ ክልከላ ታሪኽ እዩ እሞ ክንገር ኣለዎ ኢሉ። ሰራዊት ትግራይ ውሕጅ ምስ ሓይሊ ፀላኢ ዘይመጣጠን ክንሱ ግን ድማ ወታደራዊ ሳይንስን ዲሲፕሊንን ዝተወሃሃዶ ህዝቡ ዝኣድም ንፈተነታት ብፅንዓት ዝሰግር ካብ ቀለልቲ ኦፕሬሽናት ክሳብ ዓበይቲ ስትራቴጂካዊ መጥቃዕቲ ብዝሰርሖ ወታደራዊ ትልሚ ዝዕወት ሓይሊ ምዃን ዝኽእልን ንህዝቡ ዝኣምን ንህዝባዊ ዕላማታቱ ዝኣድም ኣብ ልዕሊ ህዝቢ ብፀላእቲ ዝወርዱ በደላት ዕድመ ከይህልዎምን ብምዕላም ብምዃኑ ክሳብ መረጋገፂ ዓወት ዒስራ ጉንበት ዘመስከሩ ታሪኻዊ ሓቂ እዩ ኢሎም። ናይ ሕዚ እዋን ምስ ኣብ ኣብ ሰማንያታት ድሕሪ ሓራ ትግራይ ሰራዊት ትግራይ ክፈርስ ንመን ኢኻ ክትዋጋእ ትግራይ ሓራ እንተወፂኣ ካልኦት ባዕሎም ዓዶም ሓራ ይገብሩ ገዲፍካዮ ኺድ ዝብልን ነዚ ዝቕበል ቁፅርን ብምንባሩ ሓደጋ ምንባሩ ምስ ህዝቢ መኺርካ ናብ መስመር ምእታዉ ከምዝተኽኣለ ብምግላፅ ሕዚ ውን ንመን ኢልካ ክትዋጋእ ዋላ ብልፅግና ይእቶ ዋላ ዕፅዋን ክባን ይናዋሕ ዘድልዮ ዝኸፈኣ ኩነታት ይሃሉ ከይትጋደል ካብ ሰራዊት ውፃእ ዝብሉ ከምዘለዉ ብምዝኽኻር ሕዚ ውን ፀላእቲ ትግራይ ብዘይምህላውን ትግራይን ህዝባን ብምብታን ዝዓግቡ ክሳዕ ዝኾነ ብኸምዚ ምቕፃል ኣይከኣልን ትማሊ ከምዝተስዓሩ ናይ ምፍራስ ብልሓቶም ክፈርስ ሰራዊትና ድማ ክጠናኸር እዩ ክብል ገሊጹ። ታሪኻውያን ጸላእቲ ኣብ ልዕሊ ኣምሓራ ኣኻብ ዝፈጸምዎ ንላዕሊ ብስም ናጻ መውጻእቲ ዝተወደበ ጉጅለ ዝኸፈኣ ነገር ፈጺሙልና'ዩ ኢሎም ኣይተ ተመስገን ጥሩነህ። ምክትል ቀዳማይ ሚኒስተር ተመስገን ጥሩነህ ንኣምሓራ ሰለስተ ግዜ ክብትንዎ ፈቲኖም ክብሉ ከሲሱ። እቶም ሓይልታት ዝበሎም ድማ ታሪኻውያን ጸላእቲ ብዝብል እዮም ገሊጽዎም። ኣብ ቃልሲ ኢና ፀኒሕና ብሪሞት ብራ ሓቂ ዝተከስዎም ኣካላት ካብ ዝፍፅመልና ንላዕሊ ብስም ናፃ መውፃእቲ ዝተወደቡ ጉጅለታት በደል ፈፂሞሙልና እዮም ብምባል እውን ወንጂሎም። ፓርቲ ብልፅግና ኣብ ዝተፈላለያ ከተማታት ኣዲስ ኣበባ ሓዊሱ ናይ መረፃ ቀስቀሳ መዕፀዊ ሰልፊ ክካየድ ውዒሉ እዩ። እዚ ዓይነት ሰለማዊ ሰልፊ ካብ ዝተገበረለን ከተማታት ሓንቲ ባህርዳር ክትከውን ከላ ምክትል ቀዳማይ ሚኒስትር ኣቶ ተመስገን ጥሩነህ፣ ኣረጋ ከበደን ኣብቲ ሰልፊ ተረኺቦም መዛረቢ ዝኾኑ ሪኢቶታት ሂቦም። ብፍላይ እቲ ምክትል ቀዳማይ ሚኒስትር ዝሃብዎ ዝነውሐ መብርሂ ቆላሕታ ዝስሕብ እዩ። ብልፅግና ኣብ ክልል ኣምሓራ ይኹን ኣብ ኢትዮጵያ ዘምፅኦ ለውጥታት ብሰፊሑ ዘርዚሩ ኣይተ ተመስገን። ታሪኻውያን ፀላእትና ናይ ውሽጢ ባንዳታት ኢሎም ንዝፅውዕዎም ኣካላት ብርቱዕ ነቐፌታ ኣቕሪቦም። ታሪኻውያን ፀላእትና ንኣምሓራ ሰለስተ ግዜ ክጎብጡ ተላዒሎም ዝብልሉ ምኽንያት እንተብርሁ፣ ንመጀመርታ ግዜ ኣብ ታሪኽ ስሙ ክፅልምዎ መግዛእቲ ናብ ኣፍሪካ ካብ ዝመፁ ጀሚሮም ኣብ ልዕሊ ህዝቢ ኣምሓራ ፀለሎ ንምልካይ ሓያል ሽርሒ ሰሪሖም እዮም። ነቲ ናይ መግዛእቲ ትረኻ ከምዘለዎ ዝቐድሑ ናይ ውሽጢ ዓዲ ባንዳታት ድማ ስም ኣምሓራ ዘበላሽው፣ ኣምሓራ ምስ ህዝብታት ካልኦት ክልላት ዘጋጭው እኩያት ውዲታት ሰሪሖም እዮም ብምባል ዘይተረጋገፀ ክስታት ኣቕሪቦም። ብተወስኻ ኣይተ ተመስገን ባንዳታት ብምባል ንዝፀውዕዎም ሓይልታት ብስም ኣይጠቐስዎምን። ኮይኑ ግና ንዕጡቓት ፋኖ ብሪሞት ዝንቀሳቐሱ እዮም ድሕሪ ምባል ሕጂ ድማ ብስም ናፃ መውፃእቲ ንህዝቢ እቲ ክልል እንዳቐተሉ መሰረተ ልምዓት እንዳዕነዉ ነቲ ክልል ንድሕሪት ንምምላስ ምስ ዝሰርሑ ኣብ ዓብዪ ቓልሲ ፀኒሕና ኢና ይብሉ። ወሲኾም እውን ብሪሞት ዝተኮሶም ኣካል ካብ ዘምሀሮም ጥፍኣትን ክፍኣትን ንላዕሊ በደል ፈፂሞሙና ኢዮም ብምባል ዕጡቓት ፋኖ ካብ ህወሓት ይኹን ካልኦት ሓይልታት ንላዕሊ ኣብ ልዕሊ ኣምሓራ ዓብዪ ጥፍኣት ከምዝፈፀሙ ከሲሶም። ፕረዚዳንት ኬንያ ነበር ዝመርሖ ጉጅለ ተዓዛቢ መረፃ ኣዲስ ኣበባ ኣትዩ። መፃኢ ሶኑይ ዝካየድ ሃገራዊ መረፃ ኢትዮጵያ ዝዕዘብ ጉጅለ ሕብረት ኣፍሪካ ኣዲስ ኣበባ ከምዝኣተወ እቲ ሕብረት ኣፍሊጡ። እዚ ብፕረዚዳንት ኬንያ ነበር ኣህሩ ኬንያታ ዝምራሕ ጉጅለ ካብ ሰላሳን ሸውዓተን ሃገራት ዝተውፃእፀኣን ሰብዓን ሰለስተን ኣባላት ዝሓዘ ኣምባሳደራት ሰብ ሞያ መረፃ ተሓለቕቲ ሰብኣዊ መሰላትን ካልኦትን ዝሓዘ ምዃኑ ኣብ መግለጺኡ ጠቒሱ። ሕብረት ኣፍሪቃ ብሰሉስ ኣብ ዘውጽኦ መግለጺ፣ መስርሕ ምሃብ ድምጽን ቆጸራን ክዕዘቡ ምዃኖም ጠቒሱ። ሃገራዊ ቦርድ መረጻ ተዓዘብቲ በየነ መንግስታት ምብራቕ ኣፍሪቃ፣ ኢጋድ፣ እውን ከም ዝሳተፉ ገሊጹ እዩ። እቲ ጉጅለ ተዓዘብቲ ኣፋዊ ጸብጻብ ዕስራን ሽዱሽተን ግንቦት ክልተ ሽሕን ዓሰርተ ሸሞንተ ዓመተ ምህረት ኣብ ኣዲስ ኣበባ ወግዓዊ ከም ዝግበር ክግለጽ ከሎ፣ ናይ መወዳእታ ጸብጻቡ ድማ እቲ መረጻ ምስ ተኸየደ ኣብ ውሽጢ ክልተ ወርሒ ክቐርብ እዩ። ሲቪክ ማሕበር ኢትዮጵያ እዚ ንሻብዓይ ግዜ ዝካየድ ዘሎ መረፃ ንምዕዛብ ልዕሊ ሓሙሽተ ሚእቲ ተዓዘብቲ ከምዘዋፈረ ይገልፅ። ግብፂ ካብ ቀይሕ ባሕሪ ወፃኢ ዝኾና ሃገራት ኣብ ቀይሕ ባሕርን ወሽመጥ ዓድን ዝምልከት ፀጥታውን ፖለቲካውን ምትእትታውን ተቐባልነት ከምዘይብሉ ትገልፅ። ነዚ መርገጺ ሚኒስተር ጉዳያት ወጻኢ ግብጺ ባድር ዓብደልታይ ኣብ ካይሮ ምስ ቀዳማይ ሚኒስተር የመንን ሚኒስተር ጉዳያት ወጻእን ሻይህ ኣሊ ዚንዳን ኣብ ዘካየዶ ዘተ ከም ኣካል ናይቲ ታሽዓይ ዙርያ ስትራተጂካዊ ዘተ ግብጽን የመንን ገሊጹ። ሚኒስተር ጉዳያት ወጻኢ ግብጺ ኣብ ዘውጽኦ መግለጺ፣ ዓብደልታይ ግብጺ ንሓድነትን ግዝኣታዊ ውህደትን የመን፣ ንኣህጉራዊ ኣፍልጦ ዘለዎ መንግስትን መንግስታውን ትካላት የመን ከም እትድግፍ፣ ደጊሙ ኣረጋጊጹ። እቲ ዘተ ብተወሳኺ ዞባዊ ወጥሪ እናዓበየ ኣብ ዝኸደሉ ዘሎ እዋን፣ ኣብ ቀይሕ ባሕርን ወሽመጥ ዓድን ኣብ ድሕንነትን ባሕሪ ዘተኮረ ምንባሩ ጸብጻብ ሚድል ኢስት ይሕብር። ኣብ ዳሊታይ ሃገሩ ንቀይሕ ባሕርን ወሽመጥ ዓድን ኣህጉራዊ ወይ ወታደራዊ ንምግባር ዝዓለመ ፈተነታት ተቐባልነት ከምዘይብሉ፣ ከምኡ'ውን ካይሮ ምስ ክልቲኡ መስመራት ማይ ዘተኣሳስር ምድላዋት ካብ ገምጋም ባሕሪ ዘይኮና ሃገራት ተሳትፎ ከምዘይትቕበል ኣስሚሩሉ። ነቲ ዞባ ናይ ምውሓስን ምምሕዳርን ሓላፍነት ናይተን ምስ ቀይሕ ባሕሪ ዝዳወባ ሃገራት ዓረብን ኣፍሪቃን ጥራይ ምዃኑ ኣተሓሳሲቡ። በዚ መንጽር ከኣ ኣብጃሌታይ ምስ ቀይሕ ባሕርን ወሽመጥ ዓድን ዘዳውብ ቤት ምኽሪ ሃገራት ዓረብን ኣፍሪቃን ዘተኣሳስሩ ኣገባባት ንምንቅስቓስ'ሲ ከቃላጥፍ ጸዊዑ። ኣብ መጀመርታ ናይዚ ወርሒ ኣብ ኣስመራ ኣብ ሞንጎ ኤርትራን ግብጽን ኣብ ዝተኻየደ ዘተ ተመሳሳሊ መርገጺ ከምዝወስዳ ዝዝከር እዩ። ዘኻበርኩም ተኸታተልቲ ቃልፋ ሚድያ ሓበሬታና ነዚኦም መስሉ ነይሮም። ሓቢርኩምና ስለዝጸናሕኩም ነመስግን። ሰላም።